ከይትነግርማ ክነግረካ ለካ ከይትነግርማ ክነግረካ ይብል ለለ ኣነ እንታይ ይብል ዓርከይ ከይትነግሩማ ክነግረኩም ሃምላላ እንደ ለበፅሐ ከይትነግሩ ከይነግረኩም ናት ኣለ ኣብ ምኢት ሰብ ተለይ ዝፋለጠሰ ኣብ ኩላ ትባፃሕ እዛ ነገር ማለት ሃሙን ከዓ ይንገር ዝጀመር ልሰ ከይትነግሩ ክነግረኩም ዋይ ልዕልካ ለይ ያክእለካ ሃመ ገይሩ ኢሉ እካ ክእሎ ያክእል ኢልዎ እኮ ይናገር ዘሎ ኣነ ያ ምዕጋስ ኣሚን ድማ ንስኹም እያ ተዓጎስለይ ብዓልካ ለይ ትዕገስ ምስጢር ምውፃእ ማለት እዩ ስጀመር ከይትነግሩ ክነግረኩም ኢልኩም ከይትናገሩ ምስጢር ከይታውፅኡ ሃማ ኢላ እንድሕር ምስጢር ወፂኣ ኮይና ኣብ ኩሉ ዓዲ እያ ትንዛሕ ለይሰምዓ ሰብ የለ ውሽጣ ከይትነግሩ ክነግረኩ ማለት እያ ትኸድ ግን ኩሉ ኢለ ህዚ ምስጢር እውን መውፃእ ዝበሃል እሞ ህንደይ ሰባት ኮነና ናይ ጓደኛናና ምስጢር እናውፅእ ናይ ጎረባይና ምስጢር እናውፅእ እንዲያውም እኮ ናሰ ክፉእ ነገር እናውፅእ ደቂ ሰብ ልበሃል እኮ ናሰ ክፉእ ነገር ላውፅእ ለይኮነስ ናሰብ ገበን ንሽፍን እዩ ኣታ ብሓቂ ኣሕዋትና መሓዙትና ዝተፈላለየን ክፉእ ነገር ላሰርሖ ርኢናዮም ክንኸውን ንኽእል ኢና ግን ሓጢኣት ኣይናውፅእ ናሰብ ገበን ንፀልል እዞም ናሰብ ገበን ዝጽሉለ ባባግዕ ይምስሎም ናሰብ ገበን እንዳውጽኡለለ ባጣለ ይምስሎም ጎይታና ኢየሱስ ክርስቶስ ክመጽእ ተሎ እዞም ሰባት እዚኣቶም ብጉራ እዮም ጠጠው ዝብሉ ማቴዎስ ወንጌል ምዕራፍ 15 እንታይ ይብለና ወአመ ይመጽእ ወለ ጓል እምያ ወለ ጓል እምያ ክርስቶስ ክመጽእ ተሎ ኣምያ ያቀውም በየማኑ ወአጣሌ በጸጋሙ ሸዋ ግዜ ኣጣሊ ብጸጋሙ ተናጋግዕ ድማ ብምንታይ ጠጠው ካብለኒ ይብል ብምዝጋ ብምዝጋ ክመጽእ ተሎ ከዚ ኣሻዓይቱ ጠለ በጊዕ ክለዓል ኣየን ትንሳኤ ሙታን ማለት ይኾነ ጠለ በጊዕ ዝተመሰሉ ሓጣን ጻድቃን እዮም ጻድቃን በራጊዕ ትመሲሎም ሓጣን ድማ ባጣል ትመሲሎም ስለምንታይ ይብል ብዙሕ ነገር ኣለዎ ግን ሓንቲ ነገር ክነግረካ እቶም በጊዕሲ ሓፍረታ ብሕልሕልታ ሕልሕልተ ድዩ ዝበሃል ወይ ጭራ ሕልሕልቲ እዎ ዶ ብሕልሕልታ ታያ ትሽፍን ሓፍረታ ትሽፍን ይብል ሓፍረታ ትሽፍን ጻርቃን እውን ደግ ዝኾኑ ሰባት ናይ በዓልቶም ሓጢኣት ብንስሓ ናይ ቢጻዮም ሓጢኣት ናይ ጎረባዮም ሓጢኣት ናይ መሓዛኦም ናይ ሰብ ሓጢኣት ልእለ ብትእግስቲ ይስውሩ በቃ ሃምሌ ሰብ ኮኖ ብዙሕ ነገር ላረኤ ግን ሃምሌ ረኤ ልብል ማለት እዩ ሓጣን ለለ ባጣሊ ምሰሉ ጠሊ ሓፍረታ ገሊፃ እያ ትኸድ ሓጣን ድማ ናባዕልቶም ሓጢኣት እውን ብንስሃ ናይ ቢፃዮም ሓጢኣት እውን ብትእግስቲ ምስዋር የለ በቃ ልርእኻዮ ዝርግፍ ምባል ማለት እዩ። ኣቕልሞቶም ንጸቦም ናሰ ምስጢር እንድሕር ለያውፀው ናይ ሰብ ገበን እንድሕር ለያውፀው ጭነቕ ጨነቕ ልሎም ሰባት ነው ኣንዚ ሓደ ናይ ንጉስ ሓሽከር ነይሩማ እዚ ሰብ እዚ ልርአያ ምስጢር እንድሕር ያውፅኦ ኮይኑ ብስሩ የኾነሉ ካብ ዕለታት ሓደ መዓልቲ እቶም ንጉስ ሓደ ነገር ርእዩ ኣሎ እንታይ እዩ ርእሶም መላጥ እዮም ግን ኩሉ ግዜ ዘውዲ እዮም ዝገብሩ ንቃደም ነገስታት ሓቀየ ዘውዲ እዮም ኣብዚቶም ርእሶም ዝደፍኡ ንጉስ ተኾይኑ ዘውዲ እዩ ዝረፍእ ዝደፍእ ካብኡ ሓደ ግዜ ግን ግልፅ ኢሎሞስ ርእይዎም ካብኡ እንታይ ኢሎሞ ስማዕ ኢሎሞ ንጉስ መላጥ ኢዮም ኢልካ እንድሕር ልሰብ ትናጊርካ ኮይንካ ልዕል ኢለ ክሳድካ ትሕት ኢለ ሳርባካ ኢየ ልቆርጸካ ኢሎሞ ካብኡ ታይ ገበረ ሰብዚ ልሰብ እንድሕር ለይትናገረ የኮነሉ ኢለኩም እንኹ እንድሕር ለያንፈሰ ማለት ልሰብ ከይናገር ክሳዱ ክቁረጽ እዩ ህይወቱ ክስእን እዩ ልዛ ምድሪ ወፂእታ የላና ብበትርላ ጠፍጠፈ ኣቲ ምድሪ ስምዒ ንጉስ መላጥ እዮ ኣቲ ምድሪ ስምዒ ንጉስ መላጥ እዩ ጨኒኡ ኮይ ኣብና ንፈሶ ለያንፈሰ ለይኾነሉ በቃ ለይሓድር ሰብ ነው በል በል በል በል ይብል ማለት ስለዚ ኣንደበትካ ትዕግስተኛ ሰብ በቃ ናሰብ ሰብ ልሓመኻ እንድሕር ትውዕል ኮይንኻ ጾምና ኣይንጾም ኢለ ኣለና በቃ ካብ ስቆና ካብ እንጀራ ጥራሕ ኢና ንጾም ኣለና እግዚኣብሔር ይቕበሎ ጾም ተኾይኑ እዞም ህዋሳትና እዚኦም ክጸሙ ኢድ እውን ክጸውም እንህዎ እዩ ኢድለ ትጸምነዎ ካብ ምንታይ ሕማቅ ናይ ሰብ ገንዘብ ካብ ምስራዕ ናይ ሰብ ገንዘብ ካብ ምልዓል ኣብ ጾመ ፍልሰታ እዚኸ ስርቕሎ ዶ ይስረቕለይ ዝሰርቕለኻ ክርስትያን ድዩ ኣይኮነ እዩ ድዩ እዎ ወያ ጾም ላባልካማ ናይ ሰብ ገንዘብ እንድሕር ኢኻ ግን ኣልዕል ኣባኻ ምሽት ኣባኻ እቲ እዛ ኢድ እዚኣ ለይረሃጸት ገንዘብ እንድሕር ታልዕሉ ኮይና ለይረሃፀትሉ ገንዘብ እንድሕር ትበልዕ ኮይና ኣብ ጾም ሰዓት እዛ ኢድ እዚኣ ክትህብ እዩ ልግባኣ ኣብ ጾምካ ሰዓት መፅወት እንዲያውም እግዚኣብሔር ልፈትዎ ጾም ይብለና ኢሳይያስ ልረሓበ ክታብልዕ ተለኻ ክታጉርስ ተለኻ ልፀምአ ክታስተ ተለኻ ልዓረቐ ክትኻድም ተለኻ ልሓመመ ክትጥይቕ ተለኻ ኣነ ልቕበሎ ጾም እዚ እዩ ተለለ ብኢድኻ ሰብ ላቃተልካ ኣቢልካ ናይ ሰብ ንደብ ጨቢጥካ ናይ ሰብ ገንዘብ ላባልዕካ ግቦ ላተቀበልካ ኣብዚ ከስ ሰዓት እኮ ሰሪሐ ክፍትም እየ ዝብል ሰ- ሰው እኮ የለ ሓዲግዎ እኮ እዩ ኣብዚ ናይ መንግስቲ ቁፃር ኮይንካ ኣለ እዚ ብቅንዕና ሰሪሐ ክፍትም እየ ነጋዴ ኮይንካ ኣለ ብቅንዕና ሰሪሐ ክፍትም እየ ተሓዲጉ እኮ እዩ እዋ ሃሳስ ዶ እ ሰሪቕኻ ኣጭበርቢርኻ እንድሕር ዘይሃፍትምካ ኮይንካ ኣይስባእ እዩ ዝበሃሉ በቃ ኣብ ዝኾነ ቢሮ ተኣቲኻ ኣብ ዝኾነ ምስራይ ቤት ተኣቲኻለ ኸዚ ሃመይ ድና እያ ዓለም እስቲ ብሓቂ ኣብ ቢሮ ዝተቐመጥኻቶም ኣብ ፍርድ ቤት ዝተቐመጥኻቶም ትኸዱ ዘለኹም ሰባት እውን ሃመይ ኢሉ ስራሕ ኣለሎ እንዲያውም ሰብ ሃመይ ይበሃሎ ስለ መሬት ኸዚ እኮ ኣብ ሓደ ነገር ትኸቲ ኮይንካ እንድሕር ኣውፂእኻ ሊሃብካ በፍፁም ተኣምር የፍፀመልካ እኮ በቃ ኮይኑ በቃ ሃም ሕጊ ለፀዲኦ ሃም ሕጊ የፀደቀዋ ሃም ሕግማ ዋ ሙስና ንቃወሙ ኢሉ ይበሃል ኣለኹ ሙስና ንቃወም ግን ኸ ሓደ ነገር ትረኽቡ ኢልኩም ካብ መንግስትስ ኣውፂእኹም ሃምዝኹም ዓቲርኹም ደይሃብኹም ብኢድኻ ደ መፂኻ በእግርኻ ኢሉ ይበሃል በቃ ስርቕ ስርቕ ስርቕ ኣቢለ ማኪናይ ክዕድግ ገዛይ ክስራሕ እዩ ድበሃሉ ናይ ሰብ ገንዘብ ታገብረና ሃምዚ ኢሉ ልእክብ ሃፍቲ እኮ ለኣኻ ሓዊ ኮይኑ ዝበልዐካ ይብለና ቅዱስ ያዕቆብ ኣቶም ሃፋትም ይብሎም እዞም ብሃብዚ መልክዑ ለሃፍቶም ላጨርበሩ ላሰረቑ ናሰብ ረሃፅ ናሰብ ደም ላፍሰሱ ልህፍትሙ ንዕዋይዋ ይበሉ እዩ ኣሃፍትኹምስ ንዕዋይዋ ይበሉ እኖ ወርቅኹም ዝዒጉኖ

ሊቃውንተ ቤተ ክርስቲያን፣ ኣቦታት፣ ምእመናን። ወምእመናት ብስም እግዚኣብሔር ፍጹም ሰላምታ ድሕና ዶ ሓዲርካቱም። ሱባኤ ወቕቲ እዩ ንእሽተይ ክንመሃር ኢና። እግዚኣብሔር መንፈስ ቅዱስ ልኹላትና ምስጢሩ ጥበቡ ልገልጸና ናቱ ቅዱስ ፍቓድ ይኹነና። ጾም ትፌውስ ቁስለ ነፍስ ጾም ናይ ነፍሲ ቁስሊ ትፍውስ እያ ይብለና። ኩላትና ሓፂር ደቂቃ ኢና ክንመሃር ተረጋጊዕና ቃል እግዚኣብሔር ክንሰምዕ እግዚኣብሔር መንፈስ ቅዱስ ብድጋሜ እዝነ ልቦናና ይኽፈተና። ጾም ትፌውስ ቁስለ ነፍስ ጾም ናይ ነፍሲ ቁስሊ ትፍውስ እያ እዚ ቃል ዝስማዕ ኣሎ ድዩ? እወ እንድሕር ዝስማዕ ኣሎ ኮይኑ ኩላትና ብሓባር ንብል ኢና ጾም ናይ ነፍሲ ቁስሊ ትፍውስ እያ ወይም ታድሕን እያ ማለት እዩ። እቲ ለለናዮ ወቕቲ ናይ ስዋኤ ወቅቲ ደቂ ሰባት ክርስትያን ልኾንና ምስ ፈጣሪና እንራኸበሉ ነፍስና ንምርምረሉ ኣበይ ኣምላኽ ኣለና ደለናዮ ህልውናና ንፈልጠሉ ሓጢኣትና ንድምሰሰሉ ለእግዚኣብሔር እንቓርበሉ ወቅቲ ጾመ ፍልሰታ እዩ ማለት እዩ ጾሞ እንታይ እዩ ዝበሃል ዝናኸ እዚ ፍልሰታ ይበሃል ማለት እዩ ጾሞ ፍልሰታ ማለት ፍልሰታ ማለት ፈለሰ ተሰደደ ማለት እዩ ናይ ስደታ ጾም ወይም ናይ እርገታ ጾም ማለት እዩ ድንግል ማርያም ካብዚ ዓለም እዚ ላብ ዘይሓልፍ ዓለም ላብ መንግስተ ሰማያት ልወፀትሉ ስለ ዝኾነ መን እዩ ጸይምዎ ልብል ሕጽር ልበለት ታሪክ ክንነጋገር እሞ ላብቲ ላልዕናዮ ርእሰ ጉዳይ ክንኣቲ ኢና። እዚ ጾም እዚ ዝጸምዎ ኣቦታትና ሃዋርያት እዮም። ልመን እዮም ጸይሞሞ? ኣቦታትና ቅዱሳን ሃዋርያት ማለት እዩ። ስለምንታይ ጸይሞሞ እንድሕር ኢልና ኮይንና ናይ ድንግል ማርያም ስጋ ልምርካብ እዮም ጸይሞሞ። ድንግል ማርያም ኣብዚ ዓለም እዚ ስሳይ ኣርባዕተ ዓመት ምስ ተቐመጠት ብጥሪ ዕስራይ ሓደይ ካብዛ ዓለም እዚ ተፈልያ እያ። ቅዱሳን ሃዋርያት ናይ ድንግል ማርያም ስጋ ልምቕባር ጌተሰማኒ ላብ ዝበሃል ቦታ ሒዞማ ክኸዱ ተለዉ ርጉማን ኣይሁድ ብምቀኝነት ተላዒሎም ቅድሚ ከዚ ወዳ ሞትኹ ተሰቀልኹ ተቃበርኹ ተሰእኹ ኣረግኹ ላበለ ብዙሕ ሰብ ናብ ክርስትና ሃይማኖት ይመልስ ኣሎ ኸዚ እውን እሳ ሃዋርያት ሒዞማ ከለዉ ቀብርዋ ንሕና ጸጥ እንድሕር ኢልናዮም ኮይንና እንደገና እሳ እውን ክትትስእ እያ ክትኣርግ እያ እሞ ንኡ ናውእያ በእሳት ስጋሃ ለማርያም ናይ ድንግል ማርያም ስጋ ናይ ማርያም ስጋ ንዑና ኣቃጽሎ ኢሎም በድና ክወሩ ክኸዱ ተለዉ ናይ እግዚኣብሔር መልኣክ ግን እቲ ናይ ድንግል ማርያም ስጋ ነጢቑ ናብ ገነት ወሰዶ ይብል ማለት እዩ ስለዚ ናብ ገነት ምስ ወሰዶ ኣብ ገነት ኣብ ዕፀ ህይወት ስር ይቕመጥ ነይሩ ስጋ ናይ ድንግል ማርያም ብድሕሪኡ ዮሃንስ ወንጌላዊ ኣብ ገነት ኣብ ኤፌሶን ካስተምር ተሎ ተናጢቑ ኸይዱ ስጋኣ ከም ዘሎ ተረዲኡ ንሃዋርያት ነጊርዎም ሃዋርያት ድማ ናይ ድንግል ማርያም ስጋ ብምርኣይ ነሓሰ ሓደ መዓልቲ ጀሚሮም ክልተ ሱባኤ ምስ ጾሙ ጐይታና ኢየሱስ ክርስቶስ ስግኣ ኣርእይዎም ትንሣኤኣ እውን ገሊጹሎም እርገታ እውን ገሊጹሎም ይብለና ማለት እዩ ስለዚ ቅዱሳን ሃዋርያት ናይ ድንግል ማርያም ስጋ ልምርካብ እዮም ጸይሞሞ ብሓጭሩ ናቦታትና ቅዱሳን ሃዋርያት ናይ ድንግል ማርያም በረከት ምስ ኩላትና ይኹን እሞ ንሕና ከ ንምንታይ ኢና ንጾመሉ ኣለና እንድሕር ኢልና ኮይና ሓደ ጾም ናይ ነፍሲ ቁስሊ ስለ ዝትፍውስ እዩ ናይ መን ቁስሊ ቁስሊ ነፍሲ ለደ ቁስሊ ነዋ እዩ ነዋወ ነዋ እዩ ናይ ነፍሲ ቁስሊታ እዩ እንድሕር ኢልና ኮይና ሓጢኣት እዩ ሰብ ስጋ ጥራሕ የኾነ ነፍሲ እውን ኣለዎ። ሃምቲ ናይ ስጋ ቆስሊ ናይ ነፍሲ ቆስሊ እውን ኣሎ። ከዚ ነፍሱ ዘይቆሰለት ሰብ ትጸንሕ ደኮን? በእውነት ዕድለኛ እዩ። ብዝተፈላለየ ምክንያት ነፍስና ቆሲላ፣ ነፍስና ሸቲታ፣ ተባላሽያ ብዝሙት

ናይ ስጋኻ ቆስሊ ድሕሪ ወፂካ ኮይኑ ናብ ሕክምና ትኸድ ኢኻ ወይም ፀበል ትኸድ ኢኻ ወይም ሓደ ነገር ትገብር ኢኻ ነፍስና ክትቆስል ሰላኸ መድሓኒታት እዩ መድሓኒታት እዩ እንድሕሪና ኮይና ጾሙ እያ በቃ ቅዱስ ያሬድ እኮ እዩ ዝተናገርሉ ኣሎ ጾሙስ ናይ ነፍሲ ቁስሊ ትፍውስ እያ እኮ ኢልዋ በቃ ትፍውስ እያ ስለዚ ጾም ለይፈቱ ሰብ ኣነ መድሓኒት ኣየድልየኒ ይብሎ ማለት እዩ እግዚኣብሔርስ ብእውነት ዝኸበረ ዝተመስገነ ይኾን እዚ መድሓኒት እዚ ናይ ነፍሲ ቆስሊ ኣብዚ ኸዚ ሰዓት መድሓኒት ትዕድግ ተለኻ ቆስሊ ሒዝካ ሕማም ሓሚምካ ሕክምና ትኸድ ተለኻ ክንደይ ወጪኻ ታውፅ ኣለኻ ኣብዚ ኸዚ ሰዓት እኮ ድኻ ምሕካም ዘይኽእለሉ ሰዓት ይበፅና ኢና ሓቂ እዚ ናይ ነፍሲ ቆስሊ ልፍውሰሉ ጾም ግን ብነፃ ነፍስኻ እትፍወሰሉ እትድሕነሉ ስለዚ ክትጾም ተለኻ እቲ ናይ ነፍስኻ ቁስሊ ይፍወስ እቲ ናይ ነፍስኻ ቁስሊ ይድሕን እያ ወታፀምም ኩሎ ፍትወታተ ዘስጋ ናይ ስጋ ፍትወታት እውን ጸጥ ታብል እያ ይብለና ጾም እንዲያውም ምግበ ነፍሲ እውን እያ እኮ ምግበ ነፍሲ እያ። ናይ ስጋና ምግቢ እንጀራ እዩ፣ ማይ እዩ። ናይ ነፍስና ምግቢ ኸ ቃል እግዚኣብሔር እዩ፣ ጾም እዩ። ክንጸውም ተለና ስጋና የርሕብሎ ነፍስና ኸታይ ትብላ ጸግብላ ጸግብላ ብፁዓን እለ ይሰደዑ ብፁዓን እለ ይርህው በእንተ ጽድቅ ስለ ጽድቅ ኢሎም ልርሑ ሀ ብፁዓን እዮም ይብለና ጎይታና ኢየሱስ ክርስቶስ እስመ እሙንቱ ይጸጉ እሳቶም ክጸጉ እዮም እሞ ስለ ጽድቅ ኢሎም ማለት እኮ ስኢንኻ ስኢኖም ልጠሙ የኾነ ይልብል ኣሎ ስኢኖም ልጠሙ ብፅዓት እዮም የኾነ ልብል ኣሎ ማቴዎስ ወንጌል ምዕራፍ ሓሙሽተ ስለ ጽድቅ ኢሎም ልርሑ ኣብ ገንበሮም እንጀራ ልብላዕ ልሃለየ ነገር ግን ክጸውም ይግበእኒ ኢሎም ክጸሙ ተለው ክርሕብ ይግበእኒ ኢሎም ክርሕቡ ተለው እዚኣቶም እያ ብፁዓን እዩም እሳቶም ክጸጉ እዮም እሞ ብምንታይ ብነፍሶም ኣንድም ብመንግስተ ሰማያት ክጸጉ እዮም ይብለና ጾም ማለት ካብ እንስሳት ኩሉ እንፍለየሉ እዩ ማለት ካብ እንስሳት ግብሪ እንፍለየሉ ለይፀውም ሰብ ለይፆም እንታይ እዩ እንስሳ እዩ ሓቂ እንስሳት ይፆም ዶ ይፆሚ የፆሚ ዓርቢ ይኹን ረውዒ ይኹን ሓሙስ ይኹን ሰንበት ይኹን ተላዒሎም ብንጎ ዝኾነ ድርቋ ልበልዑ ገለያ ልበልዑ ሰብ ለለ እንድሕር ለይፆም ኮይኑ እንስሳ ኮይኑ ማለት እዩ ስእሉ በርደግ ኢሉ ካብ ምህሮ ስኢኑ እንድሕር ቡና ስቲ ላብል እንጀራ ብልዕ እንድሕር ላብል ኮይኑ ካብዚ ብዕራይማ ብምንታት ፈሊኻ ካብዚ ኣልሓምማ ብምንታት ፈሊኺ እንስሳ እዩ ጾም ለይፈልጥ ሰብ ግን እንስሳ የኾነ እንስሳ ለይጸም ለለው ነፍሲ ስለ ለይብሎም እዩ ነባቢት ህያዊት ለባዊት ነፍሲ ልበሃል የብሎም ሰብ ግን ክቡር ፍጥረት ህያዊት ዝኾነት ነፍሲ ስለለላቶ ናይ መላእክቲ ተፈጥሮ ናይ መላእክቲ ባህሪ እውን ስለ ዘለዎ ክፀውሙ ይግብኦ ስለዚ ንጎተ ላዕና ንበልዕ እንድሕረ ኮይንና ንሕና እንስሳ ምዃንና ንፈልጥ ኣለና ኣረ እንዲያውም ካብ እንስሳ ለልገደ ካብ እንስሳት እኮ ዝፀሙ እንስሳታት እነው እሱ መን እዩ ተመን ተመንስ ይብል ሰውነቱ ምስ ኣረገ ምስ ተባላሸየ ላርብዓ መዓልቲ ልኣክል ካብ ምግቢ ይኽልኸል ምንም ተለይ ጣዕመ ማለት እዩ ድሕር ኣርብዓ መዓልቲ እንታይ ይገብር ንሰውነቱ ኣሕሊፉ ዝረክብ ቀዳዳ ዝኾነ ነገር ሽንጥሮ ዝኾነ ነገር ምስ ረኸበ ሓሊፉ ይኸድ ብድሕሪኡ እቲ ለኣረገ ሰውነቱ ትገፊፉ ንድሕሪት ይቀሪ ቁፋፎት ተረባ ቁፋፎት ተበን ኣብ መንገዲ ረኺብኩም ትፈልጡ ዶ እወ ረእዎ ልክዕ ተበን እንዲያው ንመስለካ እሱ ብምንታይ እዩ ዝሕድሶ ብጾም እዩ ዝሕድሶ ድሕሪ ሓድሽ ዝኾነ ሰብነት እያ ይረክብ ተመን እኳ ሰብነተይ ክሕድስ ኢሉ ዝኣረገ ሰብነተይ ካላቕቕ ኢሉ ኣርብዓ መዓልቲ ዝጾመ ዝጽድቂ ኢሉ የኾነ እዩ ዝጾመ ዘሎ ሰብ ለለ ሰብነትካ ክሕደስ እንድሕር ትደሊ ኮይንካ ነፍስኻ እንድሕር ክትሕደስ ትደሊ ኮይንካ እንታይ ትገብር ነካ ማለት እዩ ክትፀውም ነካ ለኣረገ ማንነትና ለኣረገ ሰብነትና ለቆሸሸ ማንነትና ለቆሸሸ ህሊናና ልረስሐ ነፍስና ብምንታይ ልህደስ እንድሕር ኢና ኮይና ክንፀውም ተለና እያ ክንጽኦም ከለና እዩ። በቃ ኣነ ብነፍሰይ ትህድስ ልባ ለይረኺ ማለት እዩ ይጾሙ ኢሉ እንድሕር ኮይኑ ሰብ ስለዚ ጾም ካብ እንስሳት ግብሪ እውን ንፍለየሉ እዩ ጾም ብዙሕ ጥቕም ኣለዋ ብዙ በውቅየት ባቲ ኢልዋ ቅዱስ ያሬድ ልጾምስ ብዙሕ ጥቕሚ ኣለዋ ካብዞም ጥቕምታት ሓደ ለለ ኣጋንንቲ ካብ ሕና እናውፀእላ ኣጋንንቲ ካብ ሕና ልባረሩላ እያ ጎይታና ኢየሱስ ክርስቶስ ኣብዚ ምድሪ እዚ ብመዋዒለ ስጋዊኡ ላተማለለ ስእካ ምህርተሎ ሓደ ጋኔን ዝሓደሮ ወዱ ሒዝዎ ለሃዋርያት መፅኡ ኣውጽኡለይ ወደይ ኽፉእ ጋኔን ሒዝዎና እሞ ኣውጽኡለይ ኢልዎም ካብኡ ሃዋርያት ውፃእ ተወልወል ዝጋኔን የወፅ ኢልዎም የወፅ ኢሉ ካብኡ ድሓረ ክርስቶስ መፅኡ ሒዝዎ ወደ ለቲ ስብኣይ ላብ መን ኸይዱ ናብ ጎይታና ናብ ኢየሱስ ክርስቶስ ሒዝዎ መጽ እዩ እቲ ጋኔን ማለት እዩ እቲ ጋኔን ዝሓደረ ወዱ ካብኡ እንታይ ኢልዎ መምህር ኢየሱስ ክርስቶስ ወደይማ ክፉእ ጋኔን ሒዝዎ ሓደ ሓደ ግዜ ዝጋኔን እዚ ላብ ባሕሪ ካጥልቆ እየ ይብል ሓደ ሓደ ግዜ ለለ ላብ ገደል ካጽድፎ እየ ይብል

እዚ ጋኔን እዚ ንሕና ምውፃእ ንኣበየና ካልኦት ኣጋንንቲ ኮን ኣውፅእ ነርና ብስምካ እታ ኮይኑ ኣበየና እዚ ጋኔን እዚ ምውፃእ ኢሎሞ ሃምዚ ዓይነቱ ጋኔንማ ብዘይካ ጾም ጸሎት እየ ኣይወፅ ወዝንቱ ዘመድ እይወፅእ ዘእነደበጾም ወወጸሎት ማቴዎስ ወንጌል ሃምዚ ዓይነቱ ዘመድ እንዲያም ኢልዎ ሓዊሩ ልባጽሐ ጋኔን ብዘይካ ጾሚ ጸሎቲ ክወጽእ ኣይኽእል መንጨሎት ለያውፅኦ ጋኔን እንታይ ይላውፅኦ እንድሕር ኮይና ጾም እዩ ጸሎት እዩ ገድሊ ተሓሽዩ ለይወፅእ ጋኔን ብምንታይ እዩ ልወፅእ እንድሕር ኢልና ኮይና ብጾም እዩ ልወፅእ ሓዊሩ ሓዊሩ ልዓበየ ጋኔን ሃምዘይ ዝበለ ጋኔን ምሳሕና ልዓበዩ ኣጋንንቲ እኮ እንሆው እንዲያውም ዘመድና እንብሎም የለው ዶ ናቦ እዩ ናነ እዩ ናብ ቤተሰብ ልበሃል እኮ ጋኔን እየ ትሰምዕ ኣለኻ እቲ ምድዋል ኣይትገብሩ እስኻቶም እ ናነታት ክደ ግበሪ ክባል ተሎ ተማለት ዲ ናብ ቤተሰብ ክደ ግበሪ ጠብሪ ዶ ወይለ ኣይሕ ደርሆ ዶ ኣይሕ በጊዕ ዶ ጻዕዳ በጊዕ ዶ ልበሃሎ ታይሊ ምግባር ዲዚ እንዲያውም ዓይነን ጠንበሽበሽ እንድሕር ኢለን ኮይነን ሰንከልከል እንድሕር ኢለን ኮይነን ሰንከልከል እንድሕር ኢሎም ኮይኖም ሕማሙ ድርብ ድርብ እንድሕር ዝብል ኮይኑ ታጎር ኢሉ ይበሃል ያው ደቂ ኣንስትዮ ተኮይን ከነታስለ ዝገብሮ ነገር ነክንሓቀ እ መጠበሪ ይበሃል መን ኢሉ ጥበር ለሎ እ ሰይጣን ስያ ብሳስላ ክጥበር

ኣነ ሓውና መርዓ ከይንርከ የድንብር ይላብል ጋኔን ቤተ ክርስቲያን ለያምፅ ጋኔን ኩሉ ኮኖ እዩ የሰዲ ልብል በቃ ካብ ገዛ ያውፅ ልብል ጋኔን ኣነ ብዙሓት ሰባት ፈልጡ ኣለኹ በቃ ለይሰዶም ሰብ ተረእዩ ኩሉ በቃ ስቆለማ ሓፅር ተወጢጦም ሰብ ይርእዩ ደኣ ሰብ ለይርእዮም በቃ ዕድመ ልክዖም ካብ ሰብ ተፈልዮም ዝነብሩ ብሰይጣን ምክንያት ብኣጋንንቲ ምክንያት ካብ ዘመድ ኣዝማድና ካብ እግዚኣብሔር ካብ ቤተ ክርስቲያን ካብ ቅዱስ ቁርባን ዝፈለዩና ኣጋንንቲ እዚኣቶም ብምንታይ እዮም ክወፁ ዝኽእሉ እዚ ሃምዚ ዓይነቱ ጋኔንማ ብዘይካ ጾሙይ ጸሎት እያ ክወጽእ ይኽእል ከለ ማይ ጸሎት ተሓጺብካ ይወጽእ ጋኔን እዚ ሓደ ቅዱስ ኣቦ ሓንቲ እኖ ኣጋንንቲ ዓሲሎም ካሳቂዋ ተለው ተመልኪቱ ካብኡ ላእግዚኣብሔር ጸልዩ እንታይ ኢሉ ጸልዩ መስለካቶም እቶም ኣጋንንትማ ካብዛ ሰበይቲ ላዩ ይስደዶም ኢሉ ላዩ ይስደዶም ኢሉ እቶም ኣጋንንቲ ደለ ካብታ ሰበይቲ ልክዕ ሓንቲ ቆፎ ንሂብ ናብ ሓደ ቆፎ ሓም ልግልበጥ ግልብጥ ኢሎም ናብቲ ቅዱስ ኣቦ መጺኦም እንታይ ገበረ መስለካትም ናብ በረኻ ከደ ኣብ በረኻ ከይዱ ጾም ጸሎት ስግደት ጀመረ

እነሆ ናይ ደስቕሎም ኸበሮ ችብችብ ላበሉ ነቐዝቕቦና ድግስ ደጊሶም ንቕፍቦና ለይንኸድ ወደይ ጾሙይ ጸሎት ለይፈልጡ ዕለተ ሰንበት ለይፈልጡ ሰባት ኣለውና ደረቕ ካኻ ተናግነየልኻ ንኸድ ኢሎም ሓዲጎም መኸዱ ረእይዎ ኣጋንንቲ እኮ ኣብ ክርስትያን እኮ ዓቕሚ ዝበሃል እኮ የብሎምን ባዕልና እኮ ኢና ንማረኽ ለለና ኣነ ህንደይ ክርስትያን እማ እነሆ ብእውነት ኣጋንንቲ ሃም ገልዕ ቀጥቂጦም ሃም ሰም ኣቕሊጦም ዝገዝኦም ጋኔን ታዳኖ እነዎ ኮይና ባሕና በስመ አብ ኢና ትምህርተ መስቀል ምስ ገበርናሉ እኮ ብጎይታና ብኢየሱስ ክርስቶስ ሓይሊ በሪሩ ጠፍኡ እዩ ልኸድ ስሞም ክጽዋዕ ተሎ ላፍርሕዎ እነበሩ ክርስትያን እንሆ ስለዚ ኣብዚ ጾም እዚ ኣጋንንቲ ይደውዓሎም ልንቅጥቀጥሉ እዩ ካብቲ ልፀውም ሰብሲ ሓዊ ልቲ ይወፅእ ልመን ንምብላዕ ልቲ ጋኔን ንምብላዕ እዩ ይፈርሕ ይንቅጥቀጥ ናብ ልጸውም ሰብ ጸሎት ናብ ልገብር ሰብ ክቐርብ ማለት እዩ እሞ ኸዚ ጋኔን ለይብሉ ሰብ እንሀድ እዩ መንፈስ ለይብሉ ሰብ እንሀድ እዩ ኣሕና ጋኔን ዘለዎ ሰብ እንብሎ ወይ ወይ ካብሎ ተሎ ጨርቁ ካድብርዮ ተሎ እዩ ሓቀይ ዶ ግን ኸ መናፍስቲ እኮ ዝተፈላለዩ እኮ እዮም ናዝሙት መንፈስ እኖ ኣብ ዓይኒ ሓዲሩ ብሓንቲ ሰበይቲ ጸኒዕና ንከይንነብር ብቃል ኪዳንና ጸኒዕና ንከይንነብር ንሓዳርና ክብሪ ንከይንህብ ዘዋሪ ዘማዊ ይገብረና ኣብ ዓይንና ዝሓደረ ማለት እዩ ሰይጣን መንፈስ መንፈሰ ዝሙት ዝበሃልና ናይ ዝሙት መንፈስ ናይ ዝሙት ጋኔን ማለት እዩ እማ እዚ ለያ ጥቕዖ ሰብ ጸንሕ ዶ ብዚ ዘይተሰሓተ ሰብ ጸንሑ ዶ እንደገና መንፈሰ ጽርፈት ልበሃል እውን ኣንደበት ካብ ሓደረ ሕማቅ ሕማቅ ክትናገር ሰብ ክትሓሚ በልበል ይብለካ ኖ ኣብዚ ሓዲሩ ማለት እዩ ተቆጣዕ መንፈሰ ቁጣዕ እውን ኖ ተቆጣዕ ተቆጣዕ ኣለካ መንፈስ እንሆ ሕማቅ ላሕስበካ ጋኔን እንሆ ስረቕ ስረቕ ልብለካ ጋኔን እኖ ሕመ ሕመ ልብለካ ጋኔን እኖ መንፈ እንዲያውም ማርያም መግደላዊት ትባለ ሸውዓተ ኣጋንንቲ ሓዲሮማ ነይሮም እቶም ሸውዓተ እዮም ሸውዓተ ዓይነት ሓጢኣት ያስርሕዎ ነይሮም ናይ ዝው ናይ መንፈሰ ትውዝፍት ነይርዋ ናይ ትውዝፍት መንፈስ መንፈሰ ትውዝፍት ትፈልጡ ዶ በቃ ተኻዲነ ተይኻዲነ ለይጠቕማ ሰበይቲ ማለት እዩ

ሸለፈል ጥራሑ ሃመይ ኢልና ንኸድ ኣለያ ኣብ ከተማ ንሪኦ ዘለና ኢና ስብኣ እዩ እንሆ ዳሕና ክዳን ለይቃየረ ኣወዳት ለና እያዋ ስራኻ ትሕት ኣቢልካ ምኻድ ግን ሓይ ዝሮ ዝሮ ኣወዳት ንሕ ኣንስቲ ግን ሃመይ ሃም ንብልኽ ሃመይ ሃም ትብልኽን ኣስተውዕላት መንፈሰ ትውዝፍቲ ይበሃል እዚ በቃ ዕራቆትካስ ውፃእ ውፃእ ረእይኑ ረእይኑ ረእይኑ በቃ ኮይኑ ንኸል መንፈሰ ቅንኣት ልባሃሊ ሓዲርዋ ነይሩ ናይ ቅንኣት መንፈስ በቃ ሰብ ክሓልፈሉ ክትርኢ ተለስ ትሓርር ትሓዝን ሰብ ክሓልፈሉ ተሎ ንሓዝን ሰባት ነና የና ኢልና ኢዶ ኮይና ሰብ ክፍትም ተሎ ሰብ ገንዘብ ትርሕስ ተሎ ገዛ ክሰርሕ ተሎማ ልብል ሰብና በተለይ ጎረባ ይኸፍል

ኣሞካ ኣጋጥሞካ ትብሎ ደዚ ቆዳኣን ቆርበተን ምልጥ ያብልዎን እንታይ እዮም ገብርዎ ወሲዶም ናይ ከለያ ልሕሚ ወሊዳ ቅንኣት ቆዩ ይከለያ ንግዱ ነጊዱ ሓልፉ ኣሎ ኣነ ገይረ እዩ ኣነ ናዚ ካብ ፀርኽን ገዛ እኮ ሰርሕ ኣሎ ማኪና እኮ ዕድጉ ኣሎ ቅንኣት መንፈሰ ቅንኣት ይበሃል እዚ መንፈሰ ዝሙት ዝበሃሉ እውን እዚኣቶም እና እዞም ኣጋንንቲ እዚኣቶም ተፈላለየ ሓጢኣት ላስርሑዳ ብምንታይ እዮም ክውገዱ ዝኽእሉ እንድሕሪና ኮይና በፀሞ ፀሎት እያ ረእይዎ ጾም እኮ ከዚ ደለመፀ ዝብል ሰብ እኮ እና በቃ እንዲያውም ክፀው ሓደ ሓደ ሰባት ጾም ክኣቲ ተሎ ዝጨንቆም ሰባት እነዎም ከይወልዑ ሰብ ከይርእዮ እባ ከይእወ ከይወልዑ ከይጸሙ ለለ ድሌት የብሎም እዩ ንሰብ ኢሎም ይነብሩ ሰባት ነው ጾም ክኣቲ ተሎ ለይሰሙ ጾም ክወፅእ ተሎ ዝሰምዑ ነው ጾም ጸይሞም ለይፈልጡ ኣውደ ዓመት ክመፅእ ተሎ ግን በጊዕ ጓጠጥና ጠሊ ጓጠጥና በረኻ ዓደግና ንሕለይ ጾምታ ገብረልካ ካብ ጾመ ፍልሰታ ንሕለይ ጾምካ ክንሓስ ኣሸንዳ መጸማ ጠሊ ዓደግኩ ናመን መን ንጾመልካ እኮ እዩ በቃ ኣብ ብድዒ ጥራሕ ክርስትያን ዝኾኑ ሰባት እንሆ ስለዚ ኣጋንንቲ እናሸንፈሉ እዩ ኣጋንንቲ እናሸንፈሉ ኣረ በእውነት መን እዩ ብዚ መንፈስ እዚ ዶ ይትሳቀየ መን እዩ ብዝሙት መንፈስ ለይትሳቀ ብቅንኣት መንፈስ ለይትሳቀ እዚኣቶም እስቲ ሓደ ኢና ንጀምር እዚ ክፉእ መንፈስ ካብ ሕናል ክወፅእ ንፁ ናብ ቅድስ ፀሎት ንግበር ጾም ለሃገር እውን ሰላም ላውርድ እዩ ክርስትያን ኣብ ሃገሮም ህውከት ክለዓል ተሎ ጾም ይጾሙ እሞ እግዚኣብሔር ድማ ሰላም ያምጽእ። ሰላም ልገብር መን እዩ? እግዚኣብሔር የኾነ እዩ ድዩ? ልእግዚኣብሔር ኩሉ ይከኣል ኣይዞኹም ኣይትጨነቑ። ኸዚ ህንደይ ሰብ እኮ ልጭነቕ እኖ በቃ ምድሪ ልጸወቶ ዓለም ልጸወቶ ሰብ እኖ በቃ ጭንቕንቕንቕንቕንቕ ልብል ነው። ኣይትጨነቑ እግዚኣብሔር እኖ እዩ። ናትና መፍትሒ ኣታ እዩ በቃ እግዚኣብሔር ኣምላክ ለሃገርና ሰላም ቤተ ክርስቲያንና እኮ ኩሉ ጊዜ ጸልደ ይትጸልይ ኣብ ማእኸል ቅዳሴ እንታይ ይበሃል ጸልዩ በእንተ ሰላም ስለ ሰላም ኢልኩም ጸልዩ እዩ ንርእይዎ በቃ ሰላም ክመጽእ ተኾይኑ ጦርነት ክርሕቕ ተኾይኑ ክንጸውም ክንጽሊ ተለና እዩ ስለዚ ኣብ ህይወትና እውን ምርግጋዕ እትበና መን እያ ንሕሬና ኮይንና ጾም እያ ትምህሮሙ ለወላዲት ጽሙና ልቶም መናእሰይት ምርግጋዕ ታስተምህሮም ይብል ብህይወቱ ለይትጨነቐሰ መነ ኮይኑ ብነፍሱ ለይታወከ መነ ኮይኑ ላ ተረጋግዐ ህይወት ክህልየካ ስኽን ንበለ ኣተሓሳስባን እንተ ክልየካ ጾም ክትጸውም ተለኻ ጸሎት ክትገብር ተለኻ እዩ ስለዚ ናይ ጾም ጥቕሚ ብዙሕ እዩ እማ እግዚኣብሔር ኣምላክና ንቐበሎ ጾም ሃመ ይድበለ እዩ ኢሉ ንእሽተይ ነጥብታት ክናገር እሞ ትምህርተይ ክውደእ እዩ እግዚኣብሔር ኣምላክ ዝቕበሎ ጾም ብእውነት ብትክክል እንድሕር ጸምና ኮይንና ኣብዛ ጾም እዚኣ ኣየኹም ዓድና ኩሉ ሰላም ክትኾን እያ ግን ሃመ ገይርና ተጸምና እዩ ሓደ ህዋሳትና ኩሉ ክጸሙ ተለዉ እዩ ኣይንትና ኢለኩም እነኹ ህዋሳትና ህዋሳት ማለት ናይ ሰውነትካ ክፍልታት ማለት እዩ ኣዮም እዮም ዛቶም ዓይኒ ኣፍ እዝኒ ኢድ እግሪ እዞም ሓምሽተ ሕዋሳት እዚኣቶም እዚኣቶም እውን ክፀሙ ነዎም ኣብ ፆም ሰዓት ካብ ድኻ ካብ እንጀራ ጥራሕ ይኾነ ይልፅዎም ዓይኒ እውን ክፀውም ኣለዎ ይብል ካብ ምንታይ እዩ ልጾመ ዓይኒ ዓይንኒ ይጹም ይብል ዓይንለ ይጹም ካብ ምንታይ ክፉእ ካብ ምርኣይ ክፉእ ካብ ምርኣይ እንዲያውም ልበዝሕ ሓጢኣት ዝስራሕ ብምንታይ ድዩ ብዓይንኻ ዝኾነ ዓይኒ ይርኢ ካብኸ ልብለለ ይቕበል ካውታብ ሰልስል ማለት ኣብዚ ኸዚ ሰዓት በተለይ ብዓይንኻ ዘይስራሕ ነገር እኮ የለይ ብዓይንኻ ዘይርአ ነገር እኮ የለይ ኣብ እስክሪን ሞባይልና ኣብ ላፕቶፕና ኣብ ተለጅና ህንደይ ነገር ህንደይ ሕማቕ ጉድ ወጣት ዝርእዮ ኣሎ ሕማቕ ፍልሚ ሕማቅ ዝኾነ ነገር ልንርእይ ካብዚ እውን እያ ኣብ ጾም ሰዓት ከለ ካብዚ ሞባይልኹም ለዚ ሃምዚ ዓይነቱ ነገር ክትርኢ የብልኹም እዩ ጽቡቅ ጽቡቅ ዝኾነ ነገር ትርእነካ ዓይን ካለ ክጸውም እነዎ ይብል ክፉእ ካብ ምርኣይ ዓይንኻ ክጸውም እነዎ እወ ኣብዛ ስዋኤ እዚኣ ከለ ሕማቅ ካብ ምርኣይ ንጸውም እነና ኣብ ሞባይልና እንሪኦ እውን ፈሊና ክንርኢ እኒሀና ሎሚ ኣብ ወፃእ ዓዲ ኮይኑ ዝስርሐሉ ሓጢኣት ኣብ ዓድኻ ከፍ ኢልካ ትርኢ ርእይዎ ዓለም ሓንቲ መንደር ኮይና እያ እዝኒ እውን ትፀውም እንህዋ ይብል ካብ ምንታይ እዩ ድማ ቅዱስ ያሬድ እምሰሚኣ ህሱም ክፉእ ካብ ምስማዕ እዩ እንታይ እያ ክፉእ ትሰምዕ እዝኒ ሓሜት ዝኾነ ጨውጨው ይጥዕማ እንዲያውም ሰብ ክሕመተ ኣሎ ሃመ ደስ ዝለና እንዲያውም ዋላ ዝፀበና ይኹን ክልተ ሰባት ክንኸድ ተለና እኮ ሓደ ሰብ ኣልዕና ለይሓመና ይንኸድ ደስ ይብለና በቃ እዛ ውለት እፁም ሰይ ምውራድ ሕማቕ እዩ ሰይ ምሕማይ ማለት ብዘይካ ካራ ናይ ሰብ ስጋ ምብላዕ ብዘይካ ዋንጫ ናይ ሰብ ደም ምስታይ ማለት ኣረ ብእውነት እንደይ ሰብ እነና በቃ ሰብ ሓሚና ለይጠቕመና ሰብ በሊዕና ለይጠቕመና እንወልቁ በቃ ናብ ሰብ ሓጢኣት ላዘርገፍና እንኸድ ይከለኳ ሃምዚ እዩ እከለ እኮ ሃምዚ እዩ ሃምዚ እያ ሃምዚ እዮም ላበልና ናብ ሰብ ሓጢኣት ላዘርዘርና ንዕል ሰባት እነና ናብ ሰብ ሓጢኣት ክንሰምዕ ደስ ልብለና እነና ስለዚ ሓሜት ክትሰምዕ የብልኻዩ ሓደ ፈላስፋማ ሓደ ሰብ መፅኡ ክነግረካ ዝኾነ ነገር ኢልዎ ካብኡ ኣጠንቂዕዎ ግን እንድሕር ትነግረኒ ኮይንካ ሓደ ስለ ሰብ ሕማቕ ነገር ከይትነግረኒ ይብልዎ ስለ ሰብ ሕማቕ ነገር ከይትነግረኒ እንድሕር ትነግረኒ ኮይንካ እከለ ሃምዚ እዩ እከለ ሃምዚ እያ ኢልካ ከይትነግረኒ እንድሕር ሃም ትነግረኒ ኮይንካ ድሕር በልካ ይውፃእ ቃልካ የሰምዐካ ንሓና ለሃኦም ክንብልና

ብኣንደበትና እኮ ንኩንን እየ መስለናይ ግን ጎይታና ኢየሱስ ክርስቶስ እስመ እም ቃልከ ትጸድቅ ወእም ቃልከ ትትኮንን ካብ ቃልካ ዝተላዕለ ኢኻ ትጸድቕ ካብ ቃልካ ዝተላዕለ ኢኻ ዝፍረደካ ብሰባት ናንቋሽሽ እንዲያውም ጎይታና ኢየሱስ ክርስቶስ እንታይ ይብለና ሓደ ሰብስ ንሓደ ሰብ ዲዳ ደንቆሮ ኢሉ እንድሕር ጸሪፍዎ ኮይኑ ኣብ ገሃነመ እሳት እያ ክፍረዶ እዩ ስለዚ ኣንደበት ኣንደበት ሓውያ ይብል ብዙሕ ነገር እንታቃፅል ትሪኣ ተለኻ ንእሽተ እያ ግን ኸ ሃምዛ ክርቢት ንእሽተ ኮይና ልሃለየት ግን ብዙሕ ዶሩ ታቃፅል ኣንደበት እውን ንእሽተ ይልሃለየት ብዙሕ ነገር ታቃፅል እዚ ኣንደበቱ ልሕሊ ሰብ ሃበ ዝበለ ሰብ እዩ ትዕግስተኛ ሰብ እዚ ኣንደበት እውን ክፀውም እነዎ ናሰብ ምስጢር ካብ ምውፃእ እውን ክፀውም እነዎ ህንደይ ሰባት ነና ናሰብ ምስጢር እናውፅእ ምስጢር ሓደ ሓደ ግዜ ስታ ይበሃል ከይትነግረካማ ከይትነግርማ ክነግረካ ልባን ንህዶ የለ ወይ ተኣም ኣቱም ሰባት ደለት ሓደ ታይ ይብል ኸዚ ኣነ ኣቦ ኣሽ ለኣየታይ ይውኒ ከይትነግረካ ማ ክነግረካ ከይትነግር ማ ክነግረካ ይብል ለለ ኣነ

ከይትነግሩ ክነግረኩም ዋይ ልባዕልካ ለይ ኣኽእለካ ሃመ ገይሩ ኢሉ እካ ክእሎ ያኸሊ ኢልዎ እኮ ይናገር ዘሎ ኣነ ያ ምዕጋስ ኣሚን ድማ ንስኹም እያ ተዓጎስለይ ባዕልካ ለይ ትዕገስ ምስጢር ምውፃእ ማለት እዩ ስጀመር ከይትነግሩ ክነግረኩም ኢልኩም ከይትናገሩ ምስጢር ከይታውፁ ሃም ኣይላ እንድሕር ምስጢር ወፂኣ ኮይና ኣብ ኩሉ ዓዲ እያ ትንዛሕ ለይሰምዓ ሰብ የለ ውሽጣ ከይትነግሩ ክነግረኩም ማለት እያ ትኸድ ግን ኩሉ እዩ ዝበፅሓ ሕዚ ምስጢር እውን መውፃእ ዝበሃል እሞ ህንደይ ሰባት ኮነና ናይ ጓደኛና ምስጢር እናውፅእ ናይ ጎረባይና ምስጢር እናውፅእ እንዲያውም እኮ ናሰ ክፉእ ነገር እናውፅእ ደቂ ሰብ ልበሃል እኮ ናሰ ክፉእ ነገር ላውፅእ ለይኮነስ ናሰብ ገበን ንሽፍን እዩ ኣታ ብሓቂ ኣሕዋትና መሓዙትና ዝተፈላለየ ክፉእ ነገር ላሰርሖ ርኢናዮም ክንኸውን ንኽእል ኢና ግን ሓጢኣት ኣይናውፅእ ናሰብ ገበን ንፀልል እዞም ናሰብ ገበን ዝጽሉለ ባባግዕ ይምስሎም ናሰብ ገበን እንዳውጽኡለለ ባጣለ ይምስሎም ጎይታና ኢየሱስ ክርስቶስ ክመጽእ ተሎ እዞም ሰባት እዚኣቶም ብጉራ እዮም ጠጠው ዝብሉ ማቴዎስ ወንጌል ምዕራፍ 15 እንታይ ይብለና ወአመ ይመጽእ ወልደ እጓለ እመሕያው ወልደ እጓለ እመሕያው ክርስቶስ ክመጽእ ተሎ አምያ ያዕቆብን በየማኑ ወአጣሌ በጸጋሙ ሸዋ ጊዜ አጣሊ ብጸጋሙ ተናጋግዒ ድማ ብምንታይ ጠጠው ካብለኒ ይብል ብምዝጋ ብምዝጋ ክመጽእ ተሎ ከዚ ኣሻዓይቱ ጠለ በጊዕ ክለዓል ኣየን ትንሳኤ ሙታን ማለት ይኾነ ጠለ በጊዕ ዝተመሰሉ ሓጣን ጻድቃን እዮም ጻድቃን በባጊዕ ትመሲሎም ሓጣን ድማ ባጣል ትመሲሎም ስለምንታይ ይብል ብዙሕ ነገር ኣለዎ ግን ሓንቲ ነገር ክነግረካትም በጊዕሲ ሓፍረታ ብሕልሕልታ ሕልሕልቲ ድልባል ወይ ጭራ ሕልሕልቲ እዩዎ ዶ ብሕልሕልታ ታያ ትሽፍን ሓፍረታ ትሽፍን ይብል ሓፍረታ ትሽፍን ጻርቃን እውን ደግ ዝኾኑ ሰባት ናይ በዓልቶም ሓጢኣት ብንስሓ ናይ ቢጻዮም ሓጢኣት ናይ ጎረባዮም ሓጢኣት ናይ መሓዛኦም ናይ ሰብ ሓጢኣት ልለ ብትእግስቲ ይስውሩ ይብል በቃ ሃምሌ ሰብ ኮኖ ብዙሕ ነገር ላረኤ ግን ሃምሌ ረኤ ልብል ማለት ሓጣን ለለ ባጣሊ ምሰሉ ጠሊ ሓፍረታ ገሊፃ እያ ትኸድ ሓጣን ድማ ንዓቶም ሓጢኣት እውን ብንስሃ ናይ ቢፃዮም ሓጢኣት እውን ብትእግስቲ ምስዋር የለ በቃ ልርእኻዮ ዝርግፍ ምባል ማለት እዩ። ኣቕልሞቶም ንጸቦም ናሰ ምስጢር እንድሕር ለያውፀው ናይ ሰብ ገበን እንድሕር ለያውፀው ጭነቕ ጨነቕ ልሎም ሰባት ነው ኣንዚ ሓደ ናይ ንጉስ ሓሽከር ነይሩማ እዚ ሰብ እዚ ልርአያ ምስጢር እንድሕር ያውፅኦ ኮይኑ ብስሩ የኾነሉ ካብ ዕለታት ሓደ መዓልቲ እቶም ንጉስ ሓደ ነገር ርእዩ ኣሎ እንታይ እዩ ርእሶም መላጥ እዮም ግን ኩሉ ግዜ ዘውዲ እዮም ዝገብሩ ናቃደም ነገስታት ሓቀየ ዘውዲ እዮም ኣብዚቶም ርእሶም ዝደፍኡ ንጉስ ተኾይኑ ዘውዲ እዩ ዝረፍእ ዝደፍእ ካብኡ ሓደ ግዜ ግን ግልፅ ኢሎሞስ ርእይዎም ካብኡ እንታይ ኢሎሞ ስማዕ ኢሎሞ ንጉስ መላጥ ኢዮም ኢልካ እንድሕር ልሰብ ትናጊርካ ኮይንካ ልዕል ኢለ ክሳድካ ትሕት ኢለ ሳርባካ ኢየ ልቆርጸካ ኢሎሞ ካብኡ ታይ ገበረ ሰብዚ ልሰብ እንድሕር ለይትናገረ የኾነሉ ኢለኩም እንኹ እንድሕር ለያንፈሰ ማለት ልሰብ ከይናገር ክሳዱ ክቁረጽ እዩ ህይወቱ ክስእን እዩ ልዛ ምድሪ ወፂእታ የላና ብበትር ላጠፍጠፈ ኣቲ ምድሪ ስምዒ ንጉስ መላጥ እዮ ኣቲ ምድሪ ስምዒ ንጉስ መላጥ እዩ ጨኒኡ ኮይ ኣብና ንፍሶ ለያንፈሰ ለይኾነሉ በቃ ለይሓድር ሰብ ነው በል በል በል በል ይብል ማለት ስለዚ ኣንደበትካ ትዕግስተኛ ሰብ በቃ ናሰብ ሰብ ልሓመኻ እንድሕር ትውዕል ኮይንኻ ጾምና ኣይንጾም ኢለ ኣለና በቃ ካስቆና ካብ እንጀራ ጥራሕ ኢና ንጾም ኣለና እግዚኣብሔር ዝቕበሎ ጾም ተኮይኑ እዞም ህዋሳትና እዚኦም ክጸሙ ኢድ እውን ክጸውም እንህዎ እዩ ኢለ ትጸምነዎ ካብ ምንታይ ሕማቕ ናይ ሰብ ገንዘብ ካብ ምስራዕ ናይ ሰብ ገንዘብ ካብ ምልዓል ኣብ ጾመ ፍልሰታ እዚኸ ስርቕሎ ዶ ይስረቕለይ ዝሰርቕለኻ ክርስትያን ድዩ ኣይኮነ ድዩ እወ ወያ ጾም ላበልካማ ናይ ሰብ ገንዘብ እንድሕር ኢኻ ግን ኣልዕል ኣባኻ ምሽት ኣባኻ እቲ እዛ ኢድ እዚኣ ለይረሃፀት ገንዘብ እንድሕር ታልዕሉ ኮይና ለይረሃፀትሉ ገንዘብ እንድሕር ትበልዕ ኮይና ኣብ ጾም ሰዓት እዛ ኢድ እዚኣ ክትህብ እዩ ልግባእ ኣብ ጾምካ ሰዓት መፅወት እንዲያውም እግዚኣብሔር ልፈትዎ ጾም ይብልና ኢሳይያስ ልረሓበ ክታብልዕ ተለኻ ክታጉርስ ተለኻ ልፀምአ ክታስ ተለኻ ልዓረቐ ክትኻድም ተለኻ ልሓመመ ክትጥይቕ ተለኻ ኣነ ልቕበሎ ጾም እዚ እዩ ተለለ ብኢድካ ሰብ ላቃተልካ ኣቢልካ ናይ ሰብ ደብ ጨቢጥካ ናይ ሰብ ገንዘብ ላባልዕካ ጉቦ ላተቀበልካ ኣብዚ ከዚ ሰዓት እኮ ሰሪሐ ክፍትም እየ ዝብል ሰብ እኮ የለ ሓዲግዎ እኮ እዩ ኣብዚ ናይ መንግስቲ ቁፃር ኮይኑ ካለ እዚ ብቅንዕና ሰሪሐ ክፍትም እየ ነጋዴ ኮይኑ ካለ ብቅንዕና ሰሪሐ ክፍትም እየ ተሓዲጉ እኮ እዩ እዋ ሃሳስ ዶ እ ሰሪቕኻ ኣጭበርቢርኻ እንድሕር ዘይሃፍትምካ ኮይንካ ኣይስባ እዩ ዝበሃሎ በቃ ኣብ ዝኾነ ቢሮ ተኣቲኻ ኣብ ዝኾነ መስሪያ ቤት ተኣቲኻለ ኸዚ ሃመድና እያ ዓለም እስቲ ብሓቂ ኣብ ቢሮ ዝተቐመጥኻቶም ኣብ ፍርድ ቤት ዝተቐመጥኻቶም ትኸዱ ዘለኹም ሰባት እውን ሃመ ኢሉ ስራሕ ኣለሎ እንዲያውም ሰብ ሃመ ይበሃሎ ስለ መሬት ኸዚ እኮ ኣብ ሓደ ነገር ትኸቲ ኮይንካ እንድሕር ኣውፂእኻ ሊሃብካ በፍፁም ተኣምር የፍፀመልካ እኮ በቃ ኮይኑ በቃ ሃም ሕጊ ለፀድኦ ሃም ሕጊ የፀደቀዋ ሃም ሕግማ ዋ ሙስና ንቃወሙ ኢሉ ይበሃል ኣለኹ ሙስና ንቃወም ግን ኸ ሓደ ነገር ትረኽቡ ኢልኩም ካብ መንግስትስ ኣውፂእኹም ሃምዝኹም ዓቲርኩም ደይሃብኹም ብኢድኻ ደ መፂኻ በእግርኻ ኢሉ ይበሃል በቃ ስርቕ ስርቕ ስርቕ ኣቢለ ማኪናይ ክዕድግ ገዛይ ክስራሕ እዩ ድበሃሉ ናይ ሰብ ገንዘብ ታገብረና ሃምዚ ኢሉ ልእክብ ሃፍቲ እኮ ለኣኻ ሓዊ ኮይኑ ዝበልዐካ ይብለና ቅዱስ ያዕቆብ ኣቶም ሃፋትም ይብሎም እዞም ብሃብዚ መልክዑ ለሃፍቶም ላጨርወሩ ላሰረቑ ናሰብ ረሃፅ ናሰብ ደም ላፍሰሱ ልህፍትሙ ንዕዋይዋይ ወሉ ይብል ኣሃብትኹምስ ንዕዋይዋይ ወሉ እኖ ወርቅኹም ዝዒጉ እኖ

ልብና እውን ንጹህ ክኸውን ነዎ ካብ ምንታይ ካብ ቂም በቀል ምስ ቂምካ ኮይንካ ኣይጽወም እዩ በቃ ይቅርታ ንግበር እንድሕር ብሓቂ ጾምና ክቕበለና ኮይኑ ንነፍስና ስርየት እንድሕር ንረክብ ኮይንና ሃገርና ስራን ክንረክብ ትኮይን ኣብዚ ኣለላትና ኮይንና ኩላትና ቂም እንድሕር ሕዝና ኮይንና ይቅር በሉለይ ኢና ምሕረት ናውርድ ዋላ ካኸዚ ጀሚርና ማለት ዘን ክልተ ሰለስተ መዓልቲ ዝጾምናየን ካብ ናጋ ሰኒ ካብዛ ሎማዓንቲ ሰንበት ይቅርታ ኢልና ካብ ናጋ ከማይ እናተቐጸምና እውን እግዚኣብሔር ኣምላክና ቀበሎ እዩ ስለዚ ብዚ መልክዕ እዚ ንጸውም እንድሕር ኮይና እግዚኣብሔር ጾምና ክቕበለና እዩ ስለዚ ዝጾም እዚ ብሓቂ ስርየት እንረኽበሉ ንሃገርና ሰላም እንረኽበሉ ይግበረና ስባኤኡ ብሰላም ሃምና ጀመረ ብሰላም ኣይፈጽመና ላስተምህረና ልገሰጸናን ኣቦታትና ኣምላክ ቅዱስ እግዚኣብሔር ስሙ ልኸባረ ተመስገነ ይኹን